ሰላማት ደቂ ዓደይ ሎማዓንቲ እዛ ቪድዮ ኣርእስታ ሪኢክን ክሊክ ጌርክን እንድሕር ደኣ ኣቲክን ኮይንክን መጻምድኺ ኣየኽብረኪ ኢዩ ማለት ኢዩ መጻምድኺ እቲ ዝግበኣኪ ፍቕሪ ይህበክን ዘሎ ማለት ኢዩ እዚ ድማ ብዘይ ምንም ምኽንያት ዝመጽእ ኣይኮነን ኩሉ ግዜሲ ንወዲ ምውንጃል ኣመል ጌርና ኢዩ እቲ ወዲ ሕማቕ ስለ ዝኾነ እዩ እቲ ወዲ ከም ስለ ዝኾነ እዩ መናው ስለ ዝኾነ እዩ ፍቕሪ ስለ ዘይርድኦ እዩ ስለ ዝመነወኒ እዩ ገለ ትብሊ ግን ድማ እዚ ወዲ እዚ ኣብ ቅድሚ ዝኾነት ጓል ክኸውን ከሎ እቲ ትኽክለኛ ወዲ ክኸውን ድማ ክትርእዮ ትኽእሊ ኢኺ። ኣብ ቅድሚ ዘፍቀራ፣ ኣብ ቅድሚ ዝደልያ፣ ኣብ ቅድሚ ናይ ወዲ ኣተሓሕዛ ብደንቢ ገይራ እትኽእል ጓል ንወዲ ተሓሕዛ ክኢላ ንነብሳ እውን ብደንቢ ገይራ ትሕዝ ጓል እንድሕር ደኣ ረኺቡ ኮይኑ ትኽክለኛ ወዲ ይኸውን ትኽክለኛ ዝግባኣ ፍቕርን ክብርን ይህባ ኣባኺ በፂሑ ግን ከኽብረኪ ኣይኽእልን ኣብ ሓደ ወዲ ጥራሕ ኣይኮነን ሕሉፍ ከምኡ ገጢሙኪ ነይሩ ሕዚ እውን ከምኡ ይገጥመኪ ኣሎ በቃ ደስ ዘይብል ሂወት እኒኦምሽ ኮምፕሊትሊ ሕማቅ ዝኾነ ኣተሓሳስባ ንክህልወካ ኣብ ፍቅሪ ፅቡቅ ግንዛበ ከይህልወካ ፍቅሪ ዝበሃል ነገር የለን ኢልካ ንክትድምድም እዩ ዝገብርና እዚ ምክንያት እዚ ብኸመይ እዩ ዝመፅእ ወዲ ካብ ምንታይ ተላዒሉ እዩ ከኸብርን ከሕስርን ዝኽእል ዝብሎ ማዓንቲ ተወሰነ ክንነጋገር ኢና ንዘይትፈልጣኒ ሰናይት እየ ቻነለይ ሰብስክራይብ ግበራ እሞ ኩሉ ግዜ ሰሉስን ሓሙስን ቀዳምን ፍቕራዊ ህይወትክን ከጎልብቱ ዝኽእሉ ሓደሽቲ ሓሳባት ሒዘልክን ስለ ዝመጽእ ተመሃራ ብሰላ ፍቕሪ ብደንቢ ጌርክን ፍለጣ ስለዚ ትወዲ ኩሉ ግዜ ጽቡቕ ዝኾነ ክብሪ ዘይህበኪ እስኺ ተፍቅርዮ እስኪ ዘየፍቅረኪ እስኺ ብዙሕ ትልምንዮ እሱ ግን ልመናኺ እኳ ከም ቁም ነገር ዘይርዮ ወዲ ይትረፍኪ ልምነኪ ልመናኺ እኳ ብቁም ነገር ዘይርዮ ወዲ ሓዝኒ ብደንቢ ጌር ንብዓትኺ ልክዕ ከም ሰሓቕ ዝመስሎ፣ ንብዓትኪ ልክዕ ከም ማይ ዝመስሎ፣ ምንም ዘይመስሎ ዘይድንግጸልኪ ወዲ እቲ ዋና ምኽንያቱ ከይለፍዐ ስለ ዝረኽበኪ እዩ። ከይለፍዐ ብቐሊሉ እንድሕር ዘግንየኪ ኮይኑ ኩሉ ግዜ ኣብ ቀረባ ተኾይንኪ ኩሉ ግዜ እሺ ትብሊ ዓይነት ጓል ተኾይንኪ እዚ ወዲ እዚ ክብርኺ ይረኣዮ፣ ዋጋኺ ይረኣዮ፣ ደስ ዝበሎ ነገር ኣብ ደስ ዝበሎ ግዜ ኩሉ ግዜ ይረክብ እዩ። ኣብ ንደለዮ ግዜ ኩሉ ነገር ዝረክብ ወዲ ተኮይኑ ምንም ዝልመን ኣይመስሎን ክብሪ ዘለዎ ይመስለን ብዙሕ ነገር ብቀሊሉ ክረክባ ክክእል እየ ታይ እሞ ኢለ እየ ክልምና ለመንክዋ ኣይለመንክዋ ኩሉ ግዜ ኣብ እግረይ እያ ኩሉ ግዜ ናተይ ምስ ኮነት እያ ኩሉ ግዜ ንዓይ ምስ ለመነትኒ እያ ኢሉ ስለ ዝሓስብ ንዓኺ ብዘይ ምንም ምክንያት ምንም ከይበደልክዮ ከሕስረኪ ይክእል እዩ ዋጋኺ ንነብስኺ ክትፈልጥያ ከለኺ ኢኺ ንካሊእ ሰብ እውን ክፈልጠልኪ እትገብሪ እሱ ናይ ባዕሉ ዋጋ ጸብቁ ይፈልጥ እዩ። እሱ ኹን ተመስክርሉ ኣለኺ ትልምንዮ ኣለኺ ይደሌካ እዩ ትብሉ ኣለኺ ዘይንስኻ ማንም ክህልወኒ ይኽእል ትብሉ ኣለኺ። እዚ ነገር እዚ ብባዕሉ ዓርሰ ምትእምማን ንክሓድሮ ይገብር። ብቐሊሉ ክረኽባ እየ ኢሉ ይሓስብ። ምንም ከይለመነኪ እየ ክትመጺ፣ ምንም ከይደለየኪ እየ ክትግነይ ምናምን እና ኩሉ ግዜ ለማኒት፣ ኩሉ ግዜ መመቻቸዊት እስኺ ስለ ዝኾንኪ ብቐሊሉ ዝረኽባ ዓይነት ጓል እያ ኢሉ ስለ ዝሓስብ ኩሉ ነገር ኣቕሊሉ ይርኢ እሞ ንዓኺ ዝግበኣኪ ክብሪ ንምሃብ ዝግበኣኪ ፍቕሪ ንምሃብ ንድሕሪት ይብል ማለት እዩ። እቲ ስምዒቱ እንታይ ምዃኑ ባዕሉ ኣይፈልጥን። ብቐሊሉ ዝረኽበኪ ወዲ ተኾይኑ ባይዘወይ ፍቕሪ ከም ዘለዎ ባዕሉ ንውሽጢ ክናገር ኣይኸለን። ምንም ዕድል ኣይትህብዮን። ኩሉ ነገር ቀዲምኪ ባዕልኺ ኢኺ ትገብርዮ። ኩሉ ነገር ቀዲምኪ እስኪ ኢኺ ትልምንዮ። ናፊቐክን ክድውለልኪ እኳሲ እቲ ናፍቆት ዝበሃል ነገር ክስምዖ ኣለዎ። ናፍቆት ድማ ከይተጠፋፋእካ ከይተረሓሓእካ ኣይመጽን ሓቀይ ዝኾነ ነገር ክጎድለካ ከሎ ኢኻ ትናፍቕ እና ከይጎደልኪ ከመይ ገይሩ ክናፍቓኪ እሱ ከይደወለ ዓሰርተ ግዜ ትድውሊ ዓሰርተ ግዜ ትልምንዮ በቃ ፍቕሩ ከስተማስል ካብ ልቡ ክምንጭ እኳስ ኣይትገብርዮን ንባዕሉ ስምዒቱ እንታይ ምዃኑ ክርድኦ እኳስ ኣይትገብርዮን ኩሉ ግዜ ምስ ለመንክዮ ኢኺ፣ ኩሉ ግዜ ኣብ ቀረባ ምስ ተገረኺ ኢኺ። ስለዚ ከምዚ ዓይነት ባህሪ ዘርእየኪ እዚ ወዲ ከይነፍዐ ስለ ዝረኽበኪ፣ ኩሉ ግዜ ኣብ ቀረባ ስለ ዝኾንኪ፣ ኩሉ ግዜ እሺ ስለ እትብልዮ እዩ። ስለዚ እዚ ብምውጋድ ድማ እቲ ዝግበኣኪ ክብሪ ትረኽቢ ኢኺ ማለት እዩ። መፍትሒኡ እዚ እዩ። ካሊእ ድማ ዝደለዮ ስለ ዝረኸበ እዚ ወዲ እዚ ክብሪ ክትሕት ከብለልኪ ይኽእል እዩ። ዝገርመኪ ነገር ማለት እዩ ወዲ ክሳዕ ዝደልዮ ነገር ዝረክብ፣ ከም ዘፍቀረ ከም ዝደለየ ኢቭን ክበኪ ዘይንስኺ ምንም ክኸውን ኣይኽእልን ኢሉ ብጣዕሚ ክለፍዕ ይኽእል እዩ ካብኡ ኩሉ ነገር ምስ ረኸበ እቲ ዝደልዮ ነገር ምስ ኣግነየ ካባኺ ግን ቅይርና ምባል ብቕዓት ኣለዎ ብሓደ ግዜ እዮም ዝቕየሩ ኮምፕሊትሊ በቃ ዘይትፈልጥዮ ወዲ እዩ ዝኸውን ብሓደ ግዜ ብፍላይ ድማ እታ ዝደልያ ነገር ብቐረባ ህብ ተቢልክዮ በቃ ካሊእ ጉዳይ የብሉን ብድሕሪኡ ንዓኺ ለማኒት ዝገብረኪ ለቒቖ ይለቀኪ ምሳኺ ሃልዩ ድማ ይህሉ ኦሮማይ ዛዝደልያ ነገር ወሲዱ ኣሎ ብድሕሪኡ ናቱ ጉዳይ ይኾነን እስኺ ጉዳይኺ ምሳኺ ንክነብር እዩ እዚ ወዲ እዚ ፍቅረኛኺ ንክኸውን እዩ ክትደሊ ስለዚ ካብ ብሕዚ ድማ ንስኺ ኢኺ ትልምኒ ማለት እዩ እና እዚ ብቕዓት ዘለዎ እቲ ዝደልዩ ነገር ኣግኒ ምስ ኣበለ ቅይር ናይ ምባል ኣመል ኣለዎም እና ኣብ መጀመርያ ዘርእይኪ ውዒ ዝኾነ ፍቕሪ ትኩስ ዝኾነ ፍቕሪ ክትኣምኒ የብልክና ወዲ ክዘልቕ ኣለዎ ከተኣማምነኩም ዝኽእል ነገር ኣብ መንጎኹም ክፍጠር ኣለዎ እንታይ ይገብረልኪ ኣሎ እሲ ፍቅሪ ዓለመይ ምናምን ካብ ምባል ሓሊፉሲ ቁምነገር ዘለዎ ነገር ንዓኺ ታይ ይገብር ኣሎ እዚ ምስ ርኣከ ተግባራዊ ምስ ኮነ ኢኺ ናብ ኩሉ ነገር ዝእቱ ኣነ ሕዚ ክመኽረክን ኣይኾንኩን ሀምስ ግበረ ቅድሚ ሓዳር እዚ ገለ ገለ ክብለክን ኣይኾንኩን ግን ኣትሊስት እዚ ብቕዓት እዚ ከም ዘለዎም ፍለጣ ብድሕሪኡ ዘሕስረኪ ዘሎ ብድሕሪኡ ክብርኽ ዘይህበኪ ዘሎሲ ሕሉፍ እናሃበኪ ስለ ዝነበረ ኣይኮነን ሕጺ ተቐይሩ ገለ ገለ ከይትብሊ ኣዚ ብቕዓቶ ብዝፍለጦ ቀልጢፉ ቅይር ከም ዝብል ቀልጢፉ እቲ ዝነበሮ ባህሪ ድምስስ ከብል ዝኽእል ዓይነት ከም ዝኾነ ብፈልጡ የለኪ ብድሕሪኡ ዝመጸ ተመጸኪ ንምቕባል ኣይትሰንፍን ማለት እዩ ወይ ሓላፍነት ንምውሳድ እዚ ነገር ገይረ ኣለኹ ብድሕሪኡ ከም ዝተገበረኒ ችግር የብሉን ብድሕሪኡ ትሕሰረኒ ችግር የብሉን ኢልኪ ንምቕባል ኣብ ቀረባ ክትኾነ ኣለኪ ሓላፍነት ምውሳድ ትመሃር ኣለኪ ተዘይኮይኑ ግን ኩሉ ግዜ እታ ኮይኑ ኢና ልክና ነባዕኺ ክትነብሪ ኣብ ሓደ ነገር ተጣቢብኪ ምጭጭ ክትነብሪ እዩ ዝገብር እዚ ሳልሳይ ድማ ወዲ ዘሕስረኪ ወይ ክብሪ ዘየርእየኪ ይግበእኪ ኢሉ ስለ ዘይኣምን እዩ ኣወዳትሲ ኣብ ቅድሚ እዛ ዘፍቀርዋ ጓል ክኾኑ ከለዉ ኩሉ ኣብ ዓለም ዘሎ ክባር ነገር ንመፃምደይ ይግበኣ እዩ ኢሎም እዮም ዝሓስቡ ብዙሕ ገንዘብ እዮ ዘፍስሱለን ሪኢኹም ዶ ትፈልጣ ብዙሕ ነገር ይገብሩለን ገንዘብ የፍስሱለን መኪና ገለ በቃ ዘይትፅበዮ ነገርስ ብዙሕ ውህብቶታት ዝህብወን ኣወዳት ኣለው ክብሪ መሰረቱ ልዕሊ ኩሉ ነገር ምንም በቃ ምንም ገይራ ይኮነት እዛ ጓል እዚኣ ወይ ምንም ንክገብረላ ለሚናቶ ገለ ይኮነትን ወይ ድማ እሱ ዘይለፈዐሉ ቅርሺ ኮይኑዎ ይኮን ብነፃ ዘግነዮ ቅርሺ ኮይኑዎ ይኮን ተፈሰሳ ተጠፍአ ችግር የብሉ ሉሉ ዓይነት ገንዘብ ኣይኮን እዚ ልፍዓት እዚ እቲ ደኺሙ ዘግርዮ እቲ ብዙሕ ተማሊሉ ዝረኸቡ ገንዘብ ፍቕረኛይ ይግብኣ እዩ ኢሉ ስለ ዝሓስብ እዩ እዚ ዋና መሰረቱ እዚ ዋና ምኽንያቱ ናይ ወዲ የፍቅረኪ እየ እናበለ ምሳኺ ሂወት ከም ዝህሉ እናሓሰበሲ ንኣኺ ገለ ነገር ንምውፃእ ግን ብጣዕሚ ዝኸብዶ ዓይነት ወዲ ተኾይኑ ተጠራጠሪ ኣይግበክን ኢሉ ስለ ዝሓሰበ እዩ ኣብ ልቡ በቲ ዘለዎ ገንዘብ ልክዕ ወይ በቲ ዘለዎ ዋጋ ክብር ገለገለም ልክዕ ንዓኽ ቦታ ስለ ዘይሃበክ እዩ ኣትሒቱ ስለ ዝረኣየክ እዩ ኣይግባእን ኢሉ ስለ ዝኣመነ እዩ እምበር ተዝፈልጥ ነይሩ ናትክን ዋጋን ክብርን ንዓኺ ጽቡቕ ነገር ንምግባር ወይ ንምሕብሓብ ዝግበእኪ ፍቕሪ ንምሃብ ንድሕሪት ኣይምበለን ክብሩ ኣይመቓደመን ትዕቢቱ ኣይመወጠሮን ነይሩ ተትዕቢቱ ዘፍርስ ናትኪ ፍቕሪ ተሃልዩ ጥራሕ እዩ እዛ ሓዝዮ እሞ እዚ ወዲ እንታይ ምዃኑ ምክንያቱ ብደንቢ ኣይክፍለጥ ካሊእ ራብዓይ ወዲ ዝግበአኪ ክብሪ ዘይህበኪ ናብ ምንም ኣይትኸድን ኢሉ ክተኣማመን ከሎ እዩ ንዝኾነ ነገር ክትፈርሕ ከለኻ ከይትስእኖ ከይጎድለካ ክትፈርሕ ከለኻ ሲ እቲ ዝግብኦ ክብሪ ዋጋ ትህብ ኢኻ ፅባሕ ንግሆ ካልእ ተወዳት መፂኦም ከይምንጥሉኒ ፅባሕ ንግሆ ካልእ ተወዳት ፍቕሪ ሂቦም ምልክዕቲ ምዃና ሪኦም ጓል ምዃና ሪኦም ቁም ነገር ከም ትደሊ ሪኦም ከይምንጥሉኒ ምእንታን ካብ ካሊእ ወዲ ክትረኽቦ ዝነበረት ክብርን ዋጋን ኣነ ክህብ ኣለኒ ኢሉ እዩ ዝሓስብ እንድሕር ድኣ ከይትኸድዮ ወይ ከይምንጠል እንድሕር ድኣ ይተርፍ ኮይኑ እስኺ ግን ናብ ምንም መኸዲ ዘይብልኪ ዓይነት ጓል ተኾንኪ ፍቕርኺ ልዕሊ መጠን ተርእዮ ልዕሊ ዝግብኦ ፍቕሪ ትህብዮ በቃ ነብስኺ ኣሕሊፍኪ ክትብዮ ዘይትስስዕሉ ዓይነት ጓል እንድሕር ድኣ ኮንኪ እዚ ወዲ ምንም መኸይዲ የብላን ኢሉ እዩ ዝሓስብ ኣነ ጥራሕ እየ ዘለኽዋ እንዳውም ተዓዲለ ኣነ ምስኣ ምህላይ ይውን ኢሉ እዩ ዝሓስብ እና እቲ ዝግበእኪ ክብሪ ይበክን ደወለልኪ የደወለልኪ ምንም ኣይግድሶን ትኹሪ እዩ ካብ ዝኾነ ግዜ ምስ ኮረኽ ድማ ሃመይ ገይሩ ክምልሰኪ ከም ዝኽእል ብዓርሱ ይተኣማመን እዩ ከምዚኣ ከምዚኣ ኢሉ ተናጊረያ ትምለሰለይ እያ ይብል እዩ ኢቨን እኳ ኣብታ ቅድሚት ክመፅእ ጠጠው ተይሉሲ ልብኺ ከም ዝርህርህ ዝፈልጥ ወዲ እዩ ዝኸውን ድውል ተቢልልክስ ልብኺ ትርክስ ከም ዝብል ስለ ዝፈልጥ በቃ ኣብ ዝነበረ ይንበር በቃ ይምለሰኪ ኮስተር ኢሉ ምንም ከም ዘይገበረ ይምለሰክና መኸዲ የብላን ኢሉ ተሓሲቡ እውን ዝግበኪ ክብርን ዋጋን ዘይክበኪ ክእል እዩ ባይዘዊ ከምዚ ዝገብሩ ኣወዳት ንዝተወሰነ ግዜ ይጣፍኡ እሞ መሊሶም ዝመፁ ኣወዳት ክምለሰካ ከሎሲ ሪኡ ሪኡ መጺኡ በቃ ኣነ እየ ልዕሊ ኩለን ኮይነ ኣብ ልቡ ወይ ንዓይ እዩ መሪጽኒ ኣሎ ልዕሊ ኩለን ንዓይ እዩ ደሊኒ ኣሎ ገለ ኢልክን ብባዕልክን ክትተኣማመና እትደልያ ሓፍተይ ካብ ኩለን ንስኺ ብቐሊሉ ሹ ስለ ትብሉ እየ ናባኺ ልመጽእ ሰለስተ ኣርባዕተ ወርሒ ወይ ወርሒ ዋላ ክልተ ሰሙን ጠፊኡ ነይሩ ክምለሰኪ ከሎ ሹር እየ ክነግራኪ ብሓቂ ማለት እዩ ክልተ ሰለስተ ጓላት ለሚንወን እዩ እምቢ ኢለንኦ ክልተ ሰለስተ ጓላት ከውግዐን ሞኪሩ ገጽ ከለየንኦ እየ እስኽን ግን ብቐሊሉ እሺ ስለትብልዮ ብቐሊሉ ኣብ ቀረባ ስለለግኔኪ መፅዩ ከም ድላዩ ይገብረኪ ተደልዮ ኬኪ ተደልዩ ክትልምንዮ ይገብረኪ ተደልዩ ባዕሎ ለጥፈኦ ዓለም መፅዩ ይቅርታ ክትጥይቅዮ ይገብረኪ በቃ ምንም ትኸብድዮ ዓይነት ጓል ይኹንክልና ምፅእ ክውድ ልብል ወዲ ተኾይኑ እስኽን ሕዝኪ ኮይንኪ ወይ ድማ ንዓኽ ንቁም ነገር ስለዝሓሰበኪ ብውሽጢ ከም ትተኣማመና ገለ ማለት እዩ። ኣብ መወዳእታ እኮ እሞ እንታይ እየ ሓዳር ክገብር ትብሊ? ኣማሪጹ ገላቢጡ ምስ ረኣየ እዚኣ እያ ትሕሸኒ እዚኣ እያ ትሕሸኒ ኢሉ ምስ ኣማረጸ ኩለን ምስ ኣበየኦ እስኺ ብቐሊሉ ከግነይኪ ስለ ትኽእል እዚኣ ምቕምጣ እዚኣ ትጽንሐኒ ከይትጠፍእ ግን ካልኦት ክእልሽሉን ኣለሸን ኣለሸን ምስ ሰኣኖ እዩ ናብታ ለቐመጣ ተመሊሱ ዝመጽእ እግረ መንገዱ ንኣለሾ ተቐኒዕዎ ኩስኸ ይለኽን ከም ዝበለ ህይወት ዘጋጥመን እኒዋ ሓሙሽተ ስድሽተ ዓመት እሞ ልፍዕ ይብላ ፍቕረይ ኢለን ተኣማሚነን ገለ ኣብ ለቐመጠን ቦታ ይርከባ ምናምን ደስ ኣብ ዝበሎ ነገር በፂሑ ክምለስ ከሎ ይቕበሎ ደስ ኢልዎን ገለ ከምዚ ግዜ እሞ ይሕልፉ ኣብ ዝኾነ ግዜ ግን ሃንደበትስ በቃ ይምርዖ ኣብ ወርሒ ክኾን ይኽእል እዩ ክልተ ወርሒ ክኸውን ይኽእል እዩ በቃ ወይ ለለ ኦፊሻሊ ገርል ፍሬንድ እኒኣትኒ ኢሉ ኣብ ሶሻል ሚድያ ከፋለት ትርእዮ ካልእ የኮነ እግረ መንገዱ እናልሽ እናልሽ ዝኾነት ጓል ተሳኪዓትሉ እዩ ንኣኺ ላሽ ኢልክኒ እየና እዚ ነገር እዚ ብደንብ ጌርካ ረእዮ ወዲ ዝንዕቀኪ ወዲ ዘኽብረኪ እስኺ በዓልኪ ብተርእዮ ባህሪ እዩ እስኺ እንድሕር ክብርቲ ኮንኪ ክኽብረኪ እዩ እስኺ እንድሕር ደኣ ንነብስኺ ፊትኪ ትርእያ ልዕሊ ክብርኺ ንፍቕር እንድሕር ደኣ ትማወቲ ኮንኪ ልዕሊ መጠን እንድሕር ፍቕሪ ክትገልጽሉ ኮንኪ ስፔስ ለይትህብዮ እንድሕር ደኣ ኮንኪ ነዚ ወዲ እዚ ኩሉ ግዜ ፍቕረይ ተረድኣለይ ብግዲ ናተይ ተዘይኮንካ ብግዲ ምሳይ ተዘይውዒልካ ብግዲ ውግዕኒ እናበልኪ እንድሕር ትውዕሊ ኮንኪ እዚ ወዲ እዚ ንዓኺ ዝነበሮ ክብሪ እናቐነሰ ይኸይድ ፍቕሪ ሞግደፍዮ እቲ ክብሪ እውን እዩ ዝወርድ

ነብስኪ ተክቢርኪ ብጣዕሚ እኩል ኢና ክና ተናዓዒካ ምፍልላይ ውን ልባሃል ነገር እኒኦ እዩ ኣብ መወዳእታ ጎዲእኪ ብለይተፀበክዮ መንገዲ ገለ ገለ እውን ኣሎ እዩ ዝሓፍተይ ንዘይትፈልጣኒ ሰናይቲ እያ ቻናለይ ሰብስክራይብ ግበራ ይክን ረሲዕ ክና ከይተወፃኢ ከም ክሳዕ ሕዚ ሓቢርክና እንተፀኒሕክን ሰብስክራይብ ግበራ ይክን እዛ ቪድዮ እውን ተበፃሕነት ምንታን ክለዋ ላይክ ሸር ምግባር ከይትርስዓ ሰላም